ኣብ ክራማት እዚ ዓመት ከጋጥም ዝኽእል ሓደጋ ምዝባዕ ዝናብ ንምፅዋር ጥንኩር ርብርብ መዳርግቲ ኣካላት ከመ ዝጠልብ ሓላፊ ቢሮ ሕርሻን ሃፍቲ ተፈጥሮን ትግራይ ኣይተ ኣለም ብርሃን ሃሪፈየ ገሊፆም። እቲ ቢሮ ኣብ ክራማት እዚ ዓመት ምዝባዕ ኩነታት ዝናብ ከምዝህሉ ርትዓውያን ትንበያታት ምውፀኦም ብምጥቃስ ኣብ ብዙሓት ከባብታት ትግራይ ዝናብ ዘንጊዑ ዝጅምረሉ፣ ድሕሪ ምጅማሩ ዝቆራረፀሉ፣ ቀልጢፉ ዝወፀሉ፣ ትሕቲ መደበኛ መጠን ዝናብ ዘጋጥመሉን ድሕሪ ክራማት ዘይስሩዕ ዝናብ ከም ዝህሉ የብርሁ። ሕዚ ኣብ ቅድሚትና ዘሎ ናይ ኤልኒኖ ሓደጋ ብቐንዱ ብሓሙሽተ ባህርያት ዝግለጽ፣ ዝናብ ዘንጊዑ ዝጅምረሉ፣ ኣብ ማእከል ምቁርራጽ ዝህልወሉ፣ ቀልጢፉ ዝናብ ዝወጸሉ፣ ስዒቡ ዘይስሩዕ ዝናብ ዝህልወሉ፣ እቲ ጠቕላላ መጠን ዝናብ ድማ ትሑት ዝኾነሉ ኩነታት፣ እዙይ ካብ ምዕራብ ናብ ምብራቕ እናኸፍኣ ዝኸደሉ፣ ኣንጻራዊ ዝሓሸ ዞባ ምዕራብ ትኸውን። ሰሜን ምዕራብ ብውሱን ዝሓሸ፣ ማእኸላይ እናሓመቐ ዝኸደሉ፣ ደቡብን ደቡብ ምብራቕን ብጣዕሚ እናሓመቐ ዝኸደሉ፣ ምብራቕ ድማ እናኸፍኣ ዝኸደሉ ኩነታት ተሓሳቢ ገይርና እዚ ሓደጋ እዚ ካብ ሕዚ ጀሚርና ዘለውና ዕድላትን ዘለውና ስግኣታትን ኣብ ግምስቲ ውሽጢ ዘእተየ ናይ ምድላው ናይ ግብረ መልሲ ስራሕቲ ክንሰርሕ ስለ ዝግባእ እዙይ መሰረት ዝገበረ መድረኽን እሱ መሰረት ዝገበረ ምርዳእን ዝነበረና ኩነታት ኮይኑ፣ ቢሮ ሕርሻን ሃፍቲ ተፈጥሮን ነቲ ዘጋጠመ ብድሆ ንምምካት ሽዱሽተ መውፅኢ ኣንፈታት ምንፃሩ ዝገለፁ እቶም ሓላፊ፣ እቲ ቢሮ ኩለመዳያዊ ማእቶት ንምድንፋዕ ዓሊሙ ይሰርሕ ምህላዉን ንዝወጠኖም ዕማማት ሕርሻን ሃፍቲ ተፈጥሮን ዘዕውቱ ስትራቴጂካዊ ዓቕምታት ምንፃሩን ኣይተ ኣለምብርሃን ይገልፁ። ሐዚ ዘለናዮ ናይ ህልውናን ድሕነትን ሓደጋ ብሓደ ወገን ሰብ ስራሕ and ብኻሊእ ወገን ተፈጥሮኣዊ ሓደጋ ብቐንዱ ካብ ደገ ካብ ውሽጢ ድማ ድኽነት and ዘለናዮ ጉድኣት እውን ተቓላዓይ ዝገብረና ስለዝኾነ እዙይ ኣብ ግምት ውሽጢ ዘእተየ ሰፊሕ ናይ ልምዓት ናይ ስግግር ምንቅስቓስ እንተዘይገይርና ብመሰረቱ ከም ተጋሩ ክንህልወሉ እንኽእል ዕድል ዘየለ ምዃኑ so እዙይ ነዚ ሐዚ እንገብሮ ምንቅስቓስ ከም መበገሲ ዝወሰድናዮ እዩ። ኣብቲ መድረኽ ዝተረኸቡ መዳርግቲ ኣካላት ብጊዲኦም ከጋጥም ንዝኽእል ሓደጋ ንምንካይ ዓርሰ ሙርኮሳ ንምርግጋፅ ሓገዝቲ ከመ ዝኾኑ ኣብሪሆም። ብዋንነት ድማ ኣብ ስራሕቲ ምዕቃብ ጠሊ ትኹረት ተዋሂብዎ ክስራሕ ይግባእ ይብሉ። ሓደ እቲ ናይ ጠሊ ምዕቃብ ስራሕቲ ፍሉይ ትኹረት ክወሃቦ። እቲ ናይ ጠሊ ምዕቃብ ስራሕቲ እታ ማይ ኣብ ረብሓ ክትውዕል ናይ ምግባር ኩላትና ውሑድ ማይ ኣይኮነን ዝወቅዕ ወይ ብዙሕ ስለ ዝለመድና እዩ እምበር እተን ዝወቕዓ ዝናብ ናብ ረብሓ ክውዕለን ኣብ ምግባር ኩላትና ክንረባረብ እታ ናይ ጠለብ ምዕቃብ ስራሕቲ ኣጠናኺርና ክንቅፅለላ ኣለና ዝብል ትኹረት ክንህበሉ ኣለና ዝብል ኣለኒ። እቲ ካልኣይ ዝባፅሑ ዘራእቲ ኢና ክነምህዝ ዘለና ሕዚ። ኩሉ መሰረቱ እስቲ ዓንዲ ሕቆና እስቲ ኢኮኖሚ እዩ። ብኢኮኖሚኡ ዝተረጋገዐ ማሕበረሰብ ተሃልዩናስ ንኹሉ ኑቲ ካልኦት ሴክተራት እውን ተሸኪምዎ ይወፅእ እዩ ኢለ እየ ልሓስብ ማለት እዩ። ስለዚ ኩላህና ክንረባረበሉ ዝግበእና እዩ እቲ ናይ ሕርሻ ስራሕቲ። ኣበይ እንታይ ኢና ክንገብር ዝግበእና? ካብ ሕድሕድ ፓርትነር እንታይ ኢና ክንፅበ? ካብ ሕድሕድ ገባሪ ሰናይ እንታይ ኢና ክንፅበ? ኣበይ ከባቢ? ዝብል ነገር ንምባል እሱ ቀልጢፉ ዝወርደሉ መንገዲ ተዝፍጠር ቀልጢፉ እውን ናባና እውን ተዝመፅእ እሞ እቲ ኣድቮኮሲ ዝተባህለ ሓቢርና ንሰርሐሉ መንገድታት ተዝህሊ ዝሐሸ እዩ ዝብል እምነት ኣለኒ ማለት እዩ። ዋይ እቲ ጊዘ ናኸደ ይኸድ ስለዘሎ ኣብዚ እውን ቀልጢፍና ክንገብሮ ዝግበእና ነገራት ንምግባር እቲ ዋና ግን ብፍላይ ከም ሕርሻ ኣብ ዘራእቲ፣ ኣብ ወዲ ሰብ፣ ኣብቲ ናይ ትፈጥሮ፣ ኣብ ላይቭስቶክ ክሪቲካል ስራሕቲ ከም ዝፅበየና ተደጋሚ ይቐርብ ነይሩ እዩ። ስለዙይ ናብ ከባብታት ምሽራፍ ከድሊ እዩ ዝብል ሓሳበይ ክውስኽ ደልየ ማለት እዩ።